ጸዊዐ ነይረ የቀኔለይ ብዙሓት ሰባት ሳብስክራይብ ገይሮም ምጥዋቅ እንድያ ከምዛ ኣብ ታሕቲ ዘላትኩም ከም ዝበልኩም በኣ እሞ ኢድኩም ኣንቀሳቅሱ ሰናይ ምክትታል
ኣብ ዝሓለፈ ግዜ ብዙሓት ሰባት ሓቲቶምኒ ብዛዕባ ኣማዚቕን ኤርትራን እንታይ ርክብ ኣለዎ እቲ ሙዚቃና ስለምንታይ እዩ ሓደ ዝመስል ኢሎም ሓቲቶምኒ ነይሮም ካብ ሙዚቃ ንላዕሊ ዝመሳሰል ነገራት ስለ ዘሎ ንዑ ክገልጸልኩም እዩ

ብዛዕባ እዚ እምበኣር ካብ ምዕራብ ምስሪ ጀሚርካ ቱኒስ፣ ሊብያ፣ ኣልጀርያ፣ ሞሮኮ ክሳብ ኣብ ሞሮኮ ዘሎ እዩ እዚ ሓደ ዓይነት ዘረባ እዮም ዝዛረቡ ወላ ታሕቲ ከማን እዞም በዓል ሞሪታንያ ገለን ከምኡ እዮም ዝዛረቡ።
ቀደም ኣብ ቤት ትምህርቲ ጆግራፊ እንዳ ተማሃርና ሓደ ህንዲ ነይሩ ጉርሚት ሲንግ ዝብሃል፣ ንሱ እዩ ጆግራፊ ዘምህረና ዝነበረ እሞ በዚ ኣጋጣሚ ናይ ኣማዚቕ ዝዝክሮ ኣብቲ ቤት ትምህርቲ ናይ ጆግራፊ ንመሃሮ ዝነበርና ኣትላስ ማውንቴን ዝበሃል ጎቦታት ኣትላስ ዝበሃል ከምዚ ሰንሰለት ጎቦታት እዩ ኣብ ደቡብ ሞሮኮ እዩ ዝርከብ ካብ መራክሽ ገለ ቀረባ እዩ ሰላሳ ኣርባዓ ሓምሳ ኪሎ ሜትር ይኸውን መጀመርያ ክኸይድ ከለኹ ሪጅናል ጉባኤ ነይሩ ናይ ኮካኮላ ሰርሕ ነይረ ሽዑ ኣብ መራክሽ ተገይሩ ሽዑ ካብ ካዛብላንካ ንመራክሽ ብታክሲ እየ ከይደ ነዊሕ እዩ ወሲዱና፣ ብለይቲ ኣትየ'ዩ ንመራክሽ። ንጽባሒቱ ደገ ውጽእ ኢለ ንደቡብ ገጸይ እንተ ርኢኹስ፣ ጎቦታት፣ ጽቡቕ ጎቦታት፣ ብላዕሊ በቃ በረድ ዝተሸፈነ ርእየ። እንታይ እዩ ዝብሎም ኣለኹስ ኣትላስ ኢሎምኒ። ወይለይ ኣትላስ ኣብዚኣ ተረኺብና ሎሚ! ሕጂስ እዛ ኣትላስ ካብ ነዊሕ ይሰምዓ ስለ ዝነበርኩ ብጣዕሚ ደስ ኢሉኒ ንዓኣ ምርኣየይ ሰሙን ተቀሚጠ ብዙሕ ነገራት ተዓዚበ ግን መጀመርያይ ስለ ዝነበረስ እንታይ እዩ እዚ ነገራት እዚ ኢለ ይሓትት ነይረ ግን መልሲ ክረክበሉ ኣይከኣልኩን ደሓር ድሕሪ ዓመት ድዩ ገለ ኣቢሉ ካልኣይ ግዜ ተመሊሰ ንመሮኮ ሽዑ ግን ትኽ ኢለ ካብ ካዛብላንካ ንኣጋዲር እየ ከይደ ኣጋዲር እምበኣር ሕጂ ኣብ ደንደስ ባሕሪ እያ ዘላ እታ ናይ ቅድም ኣጋዲር ግን ካብኣ ርሕቅ ኢላ ገለ ቁሩብ ኪሎሜትራት ኣብ ሓደ በሪኽ ቦታ ኣብኡ ዝተደኮነት ዓዲ እያ። ኣጋዲር እንታይ ትመስል ይመስለኩም? እታ ናይ ቀደም ቃዕዲ ተኽላ እያ ትመስል እቲ ቅርጺ ናታ። ኣብ ልዕሊ ጎቦ ኮይና ፕላቱ። ነቶም ዘይትፈልጥዋ ብየማን ርሕቕ ኢልካ ቁሩብ ዓዲ ገብራይ ኣሎ፣ ቅድሜኻ ከኣ ሕምብርቲ ኣሎ፣ ንጸጋምካ ከኣ ዓዲ ገብሩ ኣሎ፣ ካብኡ ንዓዘጋታት ገለመለታት ዝኺድ መገዲ ኣሎ፣ ብድሕሬኻ ዓንሰባታት፣ ዓዲ ደቂ ወርሒሰብ፣ እዚ እንታይ እዩ ዝበሃል ሊባን ሓበላ ኣብኡ እታ እታ ከባቢ እዩ። Anyway ዓዲ ተኽላይ ኣብ በሪኽ ጎቦ ኮይና እቲ ላዕሊ ኣብ ጎቦ ዘለኻ ኣይመስለካን እዩ ሜዳ እዩ ግን ብኹሉ ወገናታ ከምዚ ኣጻድፍ ዓይነት ዝመስል ኣብ ጎቦ እያ ተደኲና ሕጂ ብ ኣጋዲር ምስ ወረድኩ እንታይ ኣሎ ዝረኣ ገለ ኢለዮምሲ ኦህ መዲና ኣልገዲማ ብሉኒ መዲና ኣልገዲማ ማለትሲ እታ ናይ ቀደም ከተማ ኣጋዲር ይብሉኒ ናይ ቀደም ንሓድስን ኣሎ ድዩ ኢለዮም እወ ኢሎምኒ ከይደ ናብኡ ኣብዚ ኣጋዲር ናይ ቀደም ምስከትኩ መጀመርያ ብ ታክሲ ከምዚ እንዳበልና ክንድይብ ኮለናስ ልክዕ ኣዲ ተኽላይ ተራእዩኒ ኣብኡ እንታይ እኻ ትረክብ ዝፈረሰ ገዛውቲ ኣሰር ደናጉላ ሱቅ ኢልካ ፋሕ ዝበለ ደናጉላ ጥራሕ እኻ ትረክብ ሱቅ ኢሉ ጎልጎል እዩ ሓንቲ የብሉን ኣብቲ ላዕሊ ብ ሽሕን ትሽዓተ ሚእትን ስሳን ድዩ ስሳን ሓደን ስሳን ክልተን ኣብኡታት ዘሎ ኣከባቢ ምንቅጥቃጥ መሬት ተረኺቡ። ነታ ዓዲ ከም ዘላ ኣተዓሚይዋ ገዛ ኣይተረፈትን ደው ዝበለት። ሕጂ እቲ ህዝቢ ተባሪሩ ኣብ ደገ ይነብር ነይሩ። ደሓር ድሕሪ ገለ ዓመታት UN ዘለዋ ምሉእ ዓለም ተዋፊሮም ክትክእዋ ነታ ዓዲ ከም ካልኣይ ግዜ ክትህነጽ ተባሂሉ መዓት ሓገዝ ዝመጽእ'ዩ። ኣብኡ ግን ክሰርሑ ኣይደለዩን ኣብ ልዕሊ ጎቦ ኣብቲ ኣብቲ ታሕቲ ውርድ ኢሎም ኣብቲ ደንደስ ባሕሪ እዛ ዘመናዊት ኣጋዲር መስሪቶም። እታ ቀዳመይቲ ነገር ትዕዘባ ኣብ ኣጋዲር እንታይ እዩ እታ ዓዲ ጻዕዳ እያ። መናድቕ ህንጻታት ኩሉ ብጻዕዳ እዩ ዝልከ እዩ ሕጂ ጻዕዳ ንጻዕዳ ጥራሕ ኢኻ ትርኢ ቀደም ባይ ዘ ወይ ከረን ከምኡ ኔሩ እቲ ሑጻ ጻዕዳ እዩ ከምትፈልጦ ሕጂ ደሮና መሊኡ ክኾን ኣይፈልጥን ግን ቅድም ጻዕዳ እዩ ኔሩ እቲ ሑጻ እቲ ከተማ ከኣ ብመዘጋጃ ቤት ይእዘዝ ኔሩ ጻዕዳ ጥራሕ ኢኻ ትለኽዮ ደገ ከምዚ ናይ ሕጂ ናይ ቆላ ሓደ ብጫ ገብር ሓደ ቀጠልያ ገብር ሓደ ገለ ገብር ከምኡ ኣይነበረን ኩሉ ጻዕዳ ኖራ እዩ ዝልከ ኔሩ ሕጂ ብኡ እያ ከረን ጻዕዳ ትብሃል። Anyway ኣጋዲር ከምኡ እያ ጻዕዳ እያ ኣጋዲር ጻዕዳ ንበላ ንግዚኡ። እታ ዓንተቦ ዝነገርኩኹም መራክሽ ትበሃል ከተማ ከኣ ናታ ሕብሪ ኣለዋ። መሬት እዩ ዝመስል እቲ ሕብሪ ዝለኽዩዎ። ኩሉ እቲ ዓዲ ከምኡ እዩ ዳርጋ መብዛሕትኡ። ዋላ ኣብ ኢንተርኔት ከትኩም ሕጂ መራክሽ ኢልኩም ቢልዲንግስ ሆቴላት ገለ እንድሕር ኢልኩም ኩሉስ ከምዚ ጭቃ ዝተለኽየ እዩ ዝመስል። ምሽ ኣብ ዓድና ኣሎ ብሕልፊ ብዚ ኣኮሎግዛ ይርእዮ ኣለኹ ብዙሕ። እንታይ ገብሩዎ በቲ ጭቃ ዝመስል ሕብሪ በዚ ሕብሪ መሬት ብኡ ገይሮም ይልምጹዎ እቲ መናድቕ። ሕጂ ሓደ ዓይነት ሕብሪ ምስቲ ኢንቫይሮመንት ዝኸይድ ልክዕ ከምቲ መሬት ከምቲ ከባቢ ይመስል። ማራኬሽ ከኣ ከምዛ ዝብለኩም ዘለኹ ናይ መሬት ሕብሪ እዩ ዘለዋ። ዝኾነ ኮይኑ ኣብ ኣጋቲር እንታይ ተዓዚበ መስለኩም? እተን ኣንስቲ ክርኢ ከለኹ ከምዚ ናይ መታሕት ዝገብርኦ እዚ ልውየት ክዳውንቲ ልክዕ ከምኡ እየን ዝጥቕለላ። ሕብረን እቲ ካልእ ኩሉ እንትንኣንሲ ከምዚ ናይ ኣቑርትት ወይ ኣብ ከረን ዘለኻ መስለካ ብሕልፊ እተን ኣንስቲ ክትርኢ ከለኻ። ሕጂ እንታይ ጥዕም እዚኣቶም ንበይኖም ዓይነት ገለመለ ኢለ ምስ ሓተትኩ ብሉኒ ኣሎ እዚኦም ኣማዚቕ እዮም ሽሎሕ ዝበሃሉ እዮም ግን። እዚኦም ሽሎ ሕጂ ቀቢላ ካብ ኣማዚቅ ማለት እዮም ኣብቲ ከባቢ ናይ ኣትላስ ማውንቴን ዝቅመጡ እዚ ሕጅለት ዝባሃል እምባር እዚ ናይ ብሩር ቀደም ኣዴታትና ዝክደንኦ ዝነበራ እዚ ብብሩር ዝተሰርሐ ዕንቁ ዝመስል ገለ እተን ዓበይቲ እየን ዝክደንኦ ነይረን ኣነ ርኪበሉ እየ ብዙሕ ሪኤ እየ ከምኡ ዝክደና ዝነበራ ኣንስቲ እሱታት ክሳብ ኣነ ዝኸደሉ ዝነበርኩ ግዜ ካብታ ሃገረሰብ ዝመጻ ከምኡ ኣይነት ስልማታት ገረን ይወጻ ነረን ምዛ ልውየት እቲ ልውየት ከኣ ከምዚ ናይ መታሕት ዝብለኩም ዘለኩ ቀይሕ ብጫ ቀጠልያ በቃ ዓይንካ ዝወቅዕ ሕብርታት ይገብራ ሕጂ ልክዕ ከምዚ ናይ ዓድና ኮይኑ ተራእይኒ ኣብ ልዕሊኡ ከኣ እዚ ህርመት ናይ ሙዚቃ ብሕልፊ እቲ ከበሮን እቲ ካልእ እንትንኡ ሙዚቆም ምስዚ ናትና ብዙሕ እዩ ዝመሳሰል
ኣብ ዝሓለፈ ነጋሪት ክልተ ሚእትን ሸውዓተን ብዙሕ ደርፍታት ጌረ ኔረ ምስ ዩቱብ ሽግር ኣምጺኡለይ ናይ ኮፒራይት ገለ ስለ ዝጸንሖ እታ ቪድዮ እንተ ሪኢኹማ ሞነታይዝድ ኣይኮነትን ዋላ እቲ ሳናቲም ከማን እቲ ድርካቡ የብላን ከምኡ ይኹን ኢለ ካብ ደልግሳ ሰብ ጥራሕ ይርኣየ ኢለ ገዲፈያ ኣለኹ ንኽትፈልጡ ስለዚ ብዚ ናይ ሎሚ ከምቲ ፕሮሚስ ጌረልኩም ዝነበርኩ ደርፍታት ናይ ኣማዚእ ገለ ከምጽእ ኣይክእልን እየ ምክንያቱ ሽግር ኣለዎ እንተደሊኩሞ ግን ኣማዚቅ ኢልኩም ኣብ ዩቱብ ኣብ ገለ እትደልይዎ ትረክብዎ ትክእሉ ኢኩም ብዙሕ ደርፍታት ኣለዎ ኣብዚ እዚ ዋጣ እምበኣር ሓደጋ እየ ዝወስድ ዘለኩ ልግሳ እንተ ኢሎምኒ ከም ትቁረጽ ገይረ እየ ገይረያ ዘለኩ ከልግሳ እየ እንተ ዘይኮነ እንድሕር ሓሊፋ ክትሓልፍ እያ እዚ ዋጣ ናቶም እዩ ብዙሕ እዩ ዘሎ ከምዚ ዓይነት ግን እዚኣ ንሎሚ ከምቲ ዝበልኩዎ ቁርብ መቅረት ክትገብር ኢለ እየ ዘቅርባ ዘለኩ ሕጅስ ካብ ሽዑ ጀሚረ እየ ክግደስ ዝጀመርኩ ብዛዕባ እዚ ናይ ኣማዚቅ። ኣማዚቅ ክበሃል ከሎ እምበኣር ካብ ምዕራብ ምስሪ ጀሚርካ ክሳብ ሞሮኮ እዚኦም ኩሎም ኣማዚቅ እዮም ዝበሃሉ። ደሓር ግን ኣብዚ ዝሓለፈ ሽሕን ኣርባዕተ ሚእትን ዓመታት ብዙሕ ናይ ዓረብ ደም ክሕወሶም ክኢሉ። ቅድሚኡ ግን እቲ ርኽክቦም ምስ ደቡብ ኢሮፓ እዩ ነይሩ። ሮማን ይገዝእዎም ነይሮም። ክሳብ ቅርተይጅ ትፈልጦ ዶ? ካርተይጅ ትበሃል ዓዲ ኣብ ቱኒስ ዘላ እዚኣ ዓባይ ከተማ እያ ነይራ። ሃኒባል ሃኒባል ዝበሃል ኣሎ ኣብ ዓድና። ሃኒባል እምበሃር ካብዚ ኣማዚቕ ንሱ እዩ ሓርማዝን ገለመለን ሒዙ ንሮማን ዝሰዓረ ብኣልፕስ ብድሕሪት ተጠውዩ መጺኡ ድዋዕዋዕ ዘበሎም ንሱ እዩ። ኣማዚቕ እዩ ሰብዚ ሃኒባል። ኣብኡ ሃኒባዕል እዮም ዝብልዎ። ኣብ ዓድና ግን ብዙሕ ሃኒባል የለን። ከልቢ ግን መዓት እዩ ሃኒባል ሃኒባል ሃኒባል እዩ ዝብል ኩሉ እምበር ሕጂ ተመሊሰ ኣብዛ ዓዲ ተኽላይ ትመስል ናይ ቀደም ኣጋዲር ኣብኣ ክመልሰኩም ኣብኣ እንታይ ርእየ መስለኩም እዚ ከምዚ ብኳና ዝስራሕ ኣሎ ኣብ ዓድና ኣብዚ መታሕት ብሕልፊ ብዙሕ እዩ ኣብ ገሊኡ ቦታታት ከበሳ እውን ኣሎ እዚ ንመስገዲ ተባሂሉ ብኣእማናት ይሕጸር እሞ ኣብቲ ማእከል ሑጻ ጻዕዳ ይግበረሉ ሓላፍ መገዲ ከይዱ ይጽልየሉ የዕርፈሉ እዚ ቦታ እዚ መዛር ይበሃል ብሽም ቶም ኣውልያእ ዝበሃሉ ወይ ቶም ዓበይቲ ዝኽበሩ ሰባት ዘለዉ ብሽሞም እዩ ዝስመ ወይ ምእንትኦም ይግበር ወይ ድማ ንኽብሮም ኢልካ ትገብሮ ስለ ዝኾነ ዝኾነ ገባር ሰናይ ዝገብሮ እዩ ወይ እታ ቁሸት ትገብሮ ወይ እቲ ሓላፍ መገዲ ክሰግደላ ኢሎም ከምኡ ገብሩ እዩ ሕጂ መዛር ይበሃል ወይ መነገዲ ማለት እዩ መዛር ናይ ሸኽ ዓብደልቃድር ናይ ገለ ናይ ገለ እንዳበልካ ከምኡ ኣሎ ልክዕ ከምዚ ናይ ክርስትያን ምሸ እዚ ሳንታ ኣንቶንዮ ገለመለ ከምኡ እንዳበልካ ብሽም መላእኽትን ምሽም ቅዱሳትን ዝስመ ነገራት ከምኡ እዩ እዚ ከኣኒ ካብቶም ውሩያት ደቂ ኣማዚቅ ከኣኒ ቅዱስ ኣጎስቲን ይበሃል ቅዱስ ኣጎስቲን ካብ ሄቦ ትበሃል ዓዲ ኣብ ኣልጀርያ ዘላ ሎሚ ካብኣ እዩ ተወሊዱ። ብዙሕ ፈቲሸ ከም ዝረኸብክዎ ወይ ክሳብ ሕጂ ዝመስለኒ እዛ ኣብ ዓድና ዘላ ሔቦ ትበሃል ኣብ ኣኩለ ግዛይ ኣላ ዓዲ ንሳ ሔቦ እታ ዓዲ ናይ ሳንት ኣጎስቲን ካብኣ ዝመጸ ስም እዩ ኢለ ይጥርጥር ግን መረጋገጺ ምሉእ የብለይን ክሳብ ሕጂ ግን ሔቦ ሔቦ ከምኡታት ኣሎ theory ኣለኒ እዚ ናይ ሸኽ ዓብዱልቃድር ዝብለኩም ዘለኹ ኣንስቲ ከይደን ቡን ሒዘን ይኸዳ ኣብኡ ይሰትያ ወይ ሰብ የስትያ ዕንባባ ቅጫ ገለመለ ገይረን ንይኸዳ ቀደም ንርኢ ኔርና ከምኡ ዝገብራ ሙሽ ኢለኩም ሓንቲ ዝፈትወን ሰበይቲ ኣላ ኩሉ ግዜ ጽልያለይ ሽምዓ ወሊዐን ሳንታ ኣንቶንዮ ገለ እንዳበላ ጸሎት ገብራለይ ገለ ኢለ ነጊረኩም ኔረ ከምኡ እዩ እዚ ቦታታት እዚ ከኣ ናይዞም ቅዱሳት ሽም እንዳሰመዩ ከምኡታት ይገብሩሉ እዮም ከምዚ ምህለላ ገለ ገብሩሉ እዮም እዚ ናይ ሸኽ ዓብዱልቃድር ዝበልኩኹም መዛር ገለ እምበኣር እዚ ልምዲ ናይቶም ሱፍይን ናይ ኤረትራ እዩ ካልኦት ዘይገብርዎ ሰባት ኣለዉ ሕጂ እዞም ገሊኦም ኣለዉ ምሽ ሙርቀኒ ገለመለ ገለመለ ዝብሉ ብዘይፈልጥዎ ኣትዮም ሃለውለው ዝብሉ ንዓቶም ትጠቅሞም ትኾን እያ እዛ ኢንፎርሜሽን ቁሩብ ኣብ ኣጋዲር ከኣ እንታይ ኣሎ መስለኩም መዲተራኒያን ክላብ ክላብ መዲተራኒ ገለ እዮም ዝብልዎ ንፈረንሳይት ሽሙ ዓቢ ቦታ ኣሎ እቲ ዝተሓጽረ እዩ ኣብ ጥቃ ባሕሪ እዩ ክጽብቅ ካልእ ነገር እዩ ውሽጡ ስቅ ኢልካ ኣይትኣትዎን እኻ እዚ ዓመት ዓመት መን ወጾ መስለኩም እቶም ኣለዉ ዝብሃሉ ኢሉሙናቲ ገለ ዝብሃሉ ከምኡታት እዮም ዝእከቡ ዝኮኑ እዞም ዓበይቲ ሰባት ሰብ ካምፓኒ ሃብታማት ፍሉጣት ውርያት ፕረዚደንትታት ነገስታት ገለ ዝነበሩ ንሳቶም እዮም ኣብኡ ዝመጹ ዓመት ዓመት ኣኼብኦም ኣብዚ ክላብ ሜድትራኒ ኣብ ኣጋዲር እዮም ዝገብርዎ። እዛ ኣጋዲር ናይ ቀደም ዝበልኩኹም ናይ ቱሪስት መራግፅ እያ ካልእ ሓንቲ የብላን። ኣጋዲር እታ ሓዳስ ግን መዓት ዕዳጋ፣ ሆቴላት፣ ቤት ምግብታት እንታይ ኩሉ ሰርቪስ ኣሎ። እታ ዓዲ ከኣ ብስራሕ ቆርበት ፍልጥቲ እያ። ቆርበት ምልፋዕ ይሰርሕዎ፣ ይሰፍይዎ፣ ገለመለ ቦርሳ፣ ፖርተሞኔታ፣ ጃኬት ገለመለ ከምኡታት እንተደሊኻ ብጣዕሚ ፅቡቕ ዋጋ ኢኻ ትረኽቦ ብኡ ስለ ዝስራሕ። እሞ እዚ ኩሉ ነጊረኩም ጌና ምስ ኤረትራ እንታይ እዩ እቲ ርክባ ብዘይካ እቲ ምምስሳል ካልእ ኣይነገርኩኹምን ስለምንታይ እቲ ከባቢ ምስ ቆላታት ኤረትራ ዝመሳሰል ክንፈልጥ ተደሊና ኣብ ማንሳ ሙሳ ክንከይድ ኣለና ኣብኡ ንክድ። ግዜ ቀደም እዚ ምዕራብ ኣፍሪቃ እንታይ ዝመሰለ ምዕቡል ሃገራት እዩ ኔርዎ ክሳብ ብባርነት ብገለ ጌሮም እዞም ጸዓዱ መጺኦም ድዋዓዋዕ ኣቢሎም ትሕቲ መሬት ክሳብ ዘእትውዎም ምዕቡል ሃገራት እዩ ኔሩ ኣብነት ስልጣኔ ናይ ጋና ናይ ማሊ ናይ ቶኽሪር ነገስታት ኔሩ ወይ መንግስትታት ዝበሃል ከምዚ kingdoms ብጣዕሚ ምዕቡል ኔሩ ሓንቲ ካብተን ዝዓበያ ሃገራት ኣብኡ ዝነበረት ንግስነት ማሊ ማሊ ቦሞኮ እዛ ሕጂ ትሕመስ ዘላ ብ ውግእን ግልምልን ማሊ እምበኣር ሕጂ እቲ ዝበዘሐን ዝኣረገን ቅርስታት ናይ እስልምና ኣብኡ እዩ ዘሎ ማሊ ዓብይ ላይብረሪ እዩ ዘሎ መዓት መጻሕፍቲ ናይ ጥንቲ ናይ ጥንቲ ዝነበረ ረፈረንስ ዝኸውን ሙዝየማት እውን ኣለዎም። ኣብቲ ግዜ እቲ ማንሳ ሙሳ ዝበሃል ንጉስ ይነግስ ነይሩ። ማንሳ ሙሳ እምበኣር ብሃብቲ ኣጥለቕሊቑ እዩ። ውሩይ እዩ ነይሩ፣ ፍሉጥ እዩ ነይሩ። ሕጂ ሓደ ግዜ ንሓጅ ክኸይድ ከሎ ብምስሪ ኣቢሉ እዩ ከይዱ። መዓት ወርቂ እዩ ነይርዎ። ወርቂ ሒዙ መገዲ እንዳዓደለ እንዳዓደለ እንዳዓደለ ኣማእት ዋላ ኣሽሓት እዮም ከኣ ዝስዕብዎ ዝነበሩ በግማል ብገለ ሰራሕተኛ ወታደራት ዝሕጅጁ ምስኡ ገለ መዓት እዮም ነይሮም። ሕጂ ኣብቲ መገዲ ወርቂ እንዳዓደለ ነዛ ወርቅስ ዋጋ ዘይብላ ገይርዋ። መዓት ሰብ ሃብቲ ወርቂ ከዚኖም ዝነበሩ መንግስትታት ብዙሓት ከሲሮም ተባሂሉ እዩ ውረ ኣብቲ ግዜ እቲ። ዳሕራይ ንመካ ከይዱ ሓጂጁ ተመሊሱ። ድሕሪኡ ወዱ ድዩ ገለ ካልእ ንጉስ ከኣ ከምኡ ብኤረትራ ገይሩ ሓሊፉ ዝብሃል ኣብ ገለ ኣንቢበ ኣለኹ ሕጂ ክረኽቦ ኣይከኣልኩን። ሕጂ ኣብቲ ግዜ እቲ እዚ ኣማዚቕ ኖርዝ ኣፍሪቃ ምስዚ ወስት ኣፍሪካ ዘሎ ሕጂ በዓል ማውሪተንያ በዓል ሰኔጋል ኣይቮሪ ኮስት ኩሉ እዚታት እዚ ከባቢ ዘሎ ሓደ እዩ ነይሩ እዚኦም ርኽክቦም ሕጂ ምስ ኣማዚቅ እዩ ነይሩ ንምብራቅ ገጾም እዚ ሰሃራ ክልክሎም ስለ ዝነበረ ይኸውን ብዙሕ ርኽክብ የለን ግን እቶም ቶኽሪር ይመጹ ነይሮም እዞም ቶኽሪር ንብሎም ዓድና ካብኡ ካብ ወስት ኣፍሪካ ዝመጹ ዝነበሩ ሰባት እዮም ቀደም ካብዚ ወስት ኣፍሪካ ንመካ ሓጅ ገርካ ክትምለስ መገዲ ዓመት ወስደልካ ክትምለስ ከኣ ዓመት ወስደልካ ቀሊል ኣይነበረን እቲ መገዲ ነዊሕን ከቢድን ስለ ዝነበረ ብዙሓት ካብዚ ወስት ኣፍሪካ ንመካ ዝኸዱ ዝነበሩ በዚ ብሱዳን መጺኦም ብከሰላ ባጽዕ ገይሮም ወይ ቦርሱዳን ገይሮም እዮም ዝኸዱ ነይሮም እዚኣቶም ኣብ መገዲ ዘርጠብጠብ እንዳበሉ እዮም ዝተርፉ ነይሮም ገሊኦም ይሓሙ ገሊኦም ሓሳቦም ይቕይሩ ገሊኦም በጺሖም እንዳተመለሱ ደስ ዝብሎም እቲ ቦታ ኣብኡ ክነብሩ ዝደልዩ ዓዶም ገብርዎ ይሰፍሩ ኣብ ሱዳን ኣብ ኤረትራ ካብ ቻድ ኩሉ እዚ መገዲ ክሳብ ምዕራብ ኣፍሪቃ ትበጽሕ ከምኡ ዘርጠብጠብ እንዳበሉ እዮም ዝኸዱ እቶም ቀቢላታት ናይ ምዕራብ ኣፍሪቃ ዝነበሩ እዞም ኣብ ዓድና ዘለዉ ሕጂ ብጠቅላልኡ ቶክሪር ኢና ንብሎም ንግስነት ቶክሪር ካብተን ዝዓበያ ንግስነታት ናይ ወስት ኣፍሪካ ዝነበረት እያ ቅድሚ ነዊሕ ዓመታት ከኣ እዞም ዓረብ ንምዕራብ ገጾም ክኸዱ ምስ ጀመሩ፣ ብዙሓት ካብ የመን ነይሮም'ም። ቅድሚኡ'ውን ካብ ጥንቲ ጀሚሮም ካብ የመን ፈሊሶም ኣብኡ ዝመጽኡ ኣለዉ ይበሃል። እዛ ደሓናይ ትእቶ እዛ ግድብ ናይ ንግስቲ ሳባ ምስ ፈረሰት እታ የመን ኩላ እንድያ ፋሕ ኢላ እያ ወጺኣ። ሕጂ እስከ ዘረባ ናይቶም ሕሜርይን እቶም ናይ ቀደም ዝነበሩ እዞም። ኣቦዋትና እንታይ እዩ ነይሩ ቋንቁኦም እስከ ሕጂ ከስምዓኩም። እዚኣ ኸኣ ኣፍልለኒ እንቱ ምልኣት መወሊ እም ክቱብ ቴልታ እም ገራ እታ ሓገት እም ሰበየት እም ሕሜሬ ቱባህ መለስ ቱባህ መበ ሕደት እም ሂማ። እሞ ምትእስሳር ናይ ኣማዚቅ ምስ ኤርትራ እዚ ይመስል ካብዚ ዝተጸልወ እዩ ይብል እዚ ሕጂ ልብ ኣርጉ ይብል ኣምሓሩ ልቢ ግበሩ መባእታዊ መጽናዕቲ እዩ ከምዚ ፍጹም ነገር ወይ ናይ መጨረሻ ቃል ኣይኮነን እዚ ታሪኽና ምትእስሳርና ምስ ሰሜን ኣፍሪቃ ምስ ምዕራብ ኣፍሪቃ ምስ ካልእ ቦታታትን ፈጺሙ ዘይተጸንዔ ገለ ኣይንፈልጥን ኢና ብዛዕብኡ። ተማሃሮ ወይ ተመራመርቲ ናይ ኣንትሮፖሎጂ ወይ ታሪኽ ዝግደሱ ሰባት ወይ ኣብዚ ቨርጂን ላንድ ኣለኩም ዘይተተንከፈ ፍልጠት ኣሎ ንዑ ክትብርብርዎ ትደልዩ ወይ እዞም ፒኤችዲ ትገብሩ ወይ ገለ ትገብሩ ወይ መጽናዕቲ ትገብሩ ገለስ ዓቢ ዕድላት ኣለዎ ክትመራምርሉ። ከምኡ ጌርና እንተ ንፈልጥ ኔርና ስቕ ኢልና ኣይምሃውተትናን ኔርና። ሕጂ ንኣብነት ኣብ ኣስመራ ፑሽኪን እንታይ እዩ ፑሽኪን እዩ እንታይ እዩ ታሪኹ ኣብ ኤርትራ ዋላ ሓንቲ። ነጻነት ይቀንደልና እንታይ ክንገብር ክሳብ እታ ነጻነት ትርከብ ክንጎያ ኢና ከነሳድዳ ኢና ምስ ረኸብናያ ሽዑ ኢና ንዓርፍ ክንዓርፍ ኢና ከኣ ግዲ የብልኩምን። እዛ ቃለይ ዘክርዋ ክሓልፍ እዩ ክርህወና እዩ ተማሒርኩም ኣለኹም።